ኣይተ ብሄር ኣለ ጥበብ።
ንዓለመይ ክምለስ ኢልዎ ካብ ድሕሪኡ ብጎማ ቀዳድ ጎማ ማይ ኣምጽእ ኢሎሞ ካብኡ ማይ ከምጽእ ምስ ከደ እንደገና እቲ ማይ ዝቀድሖ ዝቀድሐሉ ዝነበረ ጎማ ቀዳድ ስለ ዝኮነ ማይ ክሕዝ ኣይከኣለን ንኣቦ ኣነ እኮ ማይ ክሕዝ ኣይክኣልኹን ኢሉ ማይ ከምፅእ ስለ ዘይክኣልኩ ቀዳድ ስለ ዝኾነ ትርጉም የብሉ ኣነ ማይ ምፃ ከይምፃኹን ኢሉ ኣይ ዝወደይ ሓቅኻ ኢኻ ንግዚኡ ማይ ክተምፅእ ክትብል ተለኻ እቲ ጎማ ቀዳድ ስለ ዝኾነ ማይ ይሓዘልኻን ሓቅኻ ኢኻ ግን ብማይ ናቀዳሕኻ ዓሰርተ ሻዕ ተመላልስ ተለኻ ትረሳሕ ጎማ ግን በያን ፀር እዩ ኢሎሞ ጎማ ብረሳሕ ጎማ ቀዳድ እኳ ተኾነ ማይ ትቐድሑ ተኾይንኹም እቲ ቀዳድ ጎማ ማይ ለይክሕዝ ይኽእል እዩ ግን ናጸረ እዩ ልኸድ ዓሰርተ ሽዓ ትቐድሐሉ ተለኻ ናጸረ ቀስ ብቐስ ናጸረ ሰባት ኸኣ ወድያው እኳ ፍረ ተሌፍረና ናጽድቂ ፍረ እኳ ተሌፍረና ግን ሰውነትና ናጸረ እዩ ልኸድ ስለዚ መንፈሳዊ ህይወት ቀስ ናበልካ እዩ ዝዕበ ኢና ንብል ካልኣይ ሰባት መንፈሳዊ ህይወቶም ዘይዓብይሉ ምክንያት መበር ካልኣይ መሰረታዊ ነገር ተኣዩ ተተባሂሉ ካብ ሓጢኣት መንገዲ ስለለይወፁ እዩ ሰባት ካብ ናይ ሓጢኣት መንገዲ ክወጹ እንድሕር ዘይኸኣሉ፣ ሓጢኣት ከሸንፉ ወይ ድማ መንፈሳዊ ለውጢ ከምጽኡ ኣይኽእሉን። ሓደ ሰብ ካብ ሓጢኣት እንድሕር ዘይወጸ ኮይኑ ምስ ኣምላኽ ኮነ መንፈሳዊ ህይወት ወይ ድማ ከዓ መንፈሳዊ ለውጢ ከምጽእ ኣይኽእልን። ካብ ሓጢኣት ከመይ ኢልካ ኢሉ ውጻእ ተተባሂሉ ቤተ ክርስቲያንና መልሲ ኣለዋ። ሓደ ሰብ ቢያንስ ካብ ሓጢኣት ህይወት ክወጽእ ተኾይኑ ኣርባዕተ ነገራት ክገብር ኣለዎ። ንጊዚኡ ንመሃሮ ጊዜ ስለሌለ መጀመርያ ካብ ሓጢኣት ሕይወት ዝተናገፈ ሕይወት ክህልየና ተኾይኑ ናይ መጀመርያ ዝግበርን ዝተፈቐደልኻን ዘይተፈቐደልኻን ምፍላጥ እዩ። እግዚኣብሔር ዝፈቐደ ነገር ኣሎ። እግዚኣብሔር ካብ ኣዳም ጀሚሩ ካብ ገነት ንኣዳም እንታይ ኢልዎ መስለኩም? መብዛሕትኡ ሰብ መንፈሳዊ ክኾን ተሎ ከይትገብር ከይትነክእ ከይትበልዕ ከይትሰርሕ ጥራይ ንመስሎ ኣብ ደገ እዛ ገዛ እግዚኣብሔር መብዛሕትኡ ትእዛዝ ከይትሰርሕ ከይተብል ዝብል ዘሎ እዩ ንመስሎ ዝገርመኩም እግዚኣብሔር ቅድሚ ከይትሰርሕ ምባሉ ስራሕ ዝብል ትእዛዝ ኣቕሚጡ እዩ ኣብ ገነት እግዚኣብሔር ቅድሚ ንኣዳም ዕፀ በለስ ከይትበልዕ ምባሉ ኣብ ገነት ዘሎ ተኽሊ ኩሉ ብላዕ ኢልዎ መጀመርያ ብላዕ ኢሉ እዩ እግዚኣብሔር ከይትበልዕ ዝብለካ ፀኒሑ

ኣብ ገዛ እግዚኣብሔር ከይትገብር ከይትሰርሕ ልብል ክልከላ እምበር ከይትሰርሕ ልብል እምበር ልፍቀደልካ ከም ለላ ይነግረካ ንኡ እዩ ብዙሕ ሰባት ኣብ ገዛ እግዚኣብሔር ከም ማእሰርቲ ይቆጥርዎ ኣብ ዓለም ከዓ ነፃነት ምስ ኣምላኽ እስር ቤት ኣብ ዓለም ከዓ ነፃነት ዝቆፅርዎ ግን መሰረታዊ ነጥቢ ተኣዩ ተልና እግዚኣብሔር ካብ ኣዳም ጀሚሩ ካብ ገነት እግዚኣብሔር ብላዕ ኢሉ ፈቂዱ ካብኻ ከይትበልዕ ልብል ትእዛዝ ኣቕሚጡ። ስለዚ እግዚኣብሔር ብላዕ ዝብል ዝፈቕደልካ ነገር ኣሎ ዘይፈቕደልካ ኣሎ። ሓደ ሰብ ካብ ሓጢኣት ነፃ ክወፅእ እንተኾይኑ ኣነሲ ኣብ ዓለምሲ ይኸብደኒ ኣሎ በይንኻ ምንባር ስለዚ ኣነ ሓንቲ ጓል ኣንስተይቲ ተድልየኒ እያ ልብል ሰብ ተሃልዩ ናብ ዝሙት ንምንታይ ትኸድ? ንምንታይ ኣብ ህይወትካ ብዝሙት ትዓብድ? ሓዳር ትገብር ዝተፈቐደልካ እና ኣብ ተፈጥሮ ፀጋኻ ለሎ ነገር ትገብር። ስለዚ እግዚኣብሔር ዘይፍቀድ ነገር እና ዝፍቀድ ነገር ኣውጁ እዩ። ዝፍቀድ ነገር ክትገብር ተለኻ ዘይፍቀድ ነገር ኣይትገብርን። ስለዚ ሰባት ናይ መጀመርያ ካብ ሓጢኣት ነፃ ክኾኑ እንተኾይኖም ዝፍቀደሎም እና ዘይፍቀደሎም ነገር ክፈልጡ ኣለዎም። ነበር ካልኣይ ኣብ ሂወቶም ኣብ ቅድሚ እግዚኣብሄር ከም ዘለዉ ኮይኖም ክመላለሱ ኣለዎም ኣንቶ ኣሕዋትና ናገለጽዎ ነይሮም ብትምህርቲ ብድራማ ሓደ ሰብ ኩሉ ሻዕ ኣብ ቅድሚ እግዚኣብሄር ከም ለሎ ኮይኑ ዝስምዖ ተኮይኑ ካብ ሓጢኣት ነጻ ኢሉ ነብር ኣንቶ መምህር ናይ ዮሴፍ ናልዕሉ ነይሮም ዮሴፍ ምዕራፍ 37 ለሎ ና ሳምሶም ታሪክ ተሪኢና ናክልቲኦም ናትና ምሳሌ እዮም ሳምሶም መስፍን ዝባሃል እና ብዛዕባ ዮሴፍ ታሪክ ክልቲኦም ታሓደ ሓጥያት ኣሸንፍ እዩ ነዊሩ ዮሴፍ ታሓደ እንደገና ሳምሶም ኣሓጥያት ወዲቁ ዮሴፍ ታይ ፈሊጡ ይብል ብባርነት ናብ ግብፂ ምስ ወረደ ሓንቲ ሰበይቲ ንጉስ ልኮነት ምሳይ ይሕደር ኢላቶ ሓዳር ለለዋ ሰበይቲ እኮ እያ ካብኡ ፎትየካ እየ ኢላቶ ብዓይና ብዝሙት ወዲቃ ፎቴካ ኢዩ ምሳይ ሕደር ኢላቶ ካብኡ ግን ንሱ ታይ ኢልዋ ይብል ኣነ ኢልዋ ኣብ ገዛኪ ሰብኣይኪ ብዙሕ ነገር ከማሓድር ሓላፍነት ሂቡኒ ምሳኪ ክሓድር ግን ሓላፍነት ይሃበኒ ስለዚ ዝተፈቀደለይ ኣብዚ ገዛ ኣብዚ ገዛ ምስራሕ ኢዩ ዘይተፈቀደለይ ካኣ ምሳኪ ምድቃስ ኢዩ ኢልዋ ምክንያቱ ባዓልቲ ሓዳር ኢኪ ኢልዋ ሳምሶም ግን ከምኡ ኣይገበረን ሳምሶም ካብ ብህጻኑ ጀሚሩ ናይ እግዚኣብሔር መንፈስ ዝነበሮ ኢዩ ኣብ ጸጉሩ ናይ እግዚኣብሔር መንፈስ ነይርዎ ገና ክውለድ ተሎ ናብ ሰበይቲ ከይተቅርብዎ ጸጉሩ ከይትላጽይዎ እዩ ተባሂሉ ዓብዩ። ሳምሶም ማለት ናይ እግዚኣብሔር መንፈስ ኣብ ጸጉሩ ለሎ እዩ። ስለዚ እቲ ናይ እግዚኣብሔር መንፈስ ኣብ ጸጉሩ ክነብር ተሎ እንታይ የጋጢምዎ? ሕጊ ተዋሂብዎ ነይሩ። ናብ ደቂ ኣንስትዮ ከይትቐርብ፣ መስተ ከይትሰቲ፣ ጸጉርኻ ከይትላጸ ተባሂሉ። ካብ ድሕሪኡ ግን እሱ ታይ ገይሩ እቲ ዝተፈቐደሉ ገዲፉ እቲ ዘይተፈቐደሉ ምስ ሓንቲ ደሊላ ትባሀል ፍሊስጤማዊት ብ ሀይማኖት ምስ ኦይትመስልን ዘይትፍቀደሉ ሀይማኖትም ካብኡ ወገን እያ ወፃኢ እያ ካብኡ ካዓ ነብሳ ሸይጣ ትሓድር ጓል ኣንስተይቲ ፍቕሪ ሒዝዎ እንደው ታይ ልብል ኣነ ብዓይነይ ፎትየያ እየ ይብል ማለት ትኽክለኛ ከም ሌይኾነ ባዕሉ ፍትወት ታይ እዩ ኣነ ብዓይነይ ፎትየያ እየ እሞ ሓዳር ሓዳር ኣግብሩኒ ኢሉስ ንቤተሰቡ ጨቕጭቕዎም ይብል ሰብ ብዓይኑ ፎትዩ ሓዳር ኣይግበር ብዓይንኻ ፎቲኻ ንሓደ ሰብ ክትሪኦ ደጋጊምኻ ክትኾን ኢኻ ብዓይንኻ ስለ ዝፈተኻዮ ሰብ ግን ናይ ዘልኣለም ሂወትኻ ሓዳር ኣይትውስን ብዓይንኻስ ክንደይ ነገር ኢኻ ትፈቱ ክንደይ ትጸልእ ግን ሳምሶም ዘይተፈቐደሉ ምስ ደሊላ ያው እዚኣ ናይ ሰብ ስራሕ እንዲያ እዛ ማይክሮፎን ናይ ሰብ ስራሕ ኩሉ ሻዕ ይጅመር ይባላሸ ይቋረፅ እዩ ይገርመኩም እግዚኣብሔር ጎረረና ግን ክሳብ ዘለና ንናገረሉ እግዚኣብሔር ኾነ ኢሉ ኣብ ሰባት ኢድ ለየውደቆም ነገራት ኣለዉ ምትንፋስና ነትንፍስ ተለና ሰባት ተልቆጻጸርዎ ነሮም ያው ትፈልጥዎ ኢኹም መሰረታዊ ልበሃሉ እግዚኣብሔር ኾነ ኢሉ ሂብና ማይ ልሽየጥ ተልኸውን ምትንፋስ ልሽየጥ ተልኾን ዝሮ ዝሮ እግዚኣብሔር ድምፂ ስለ ልፈጠረ እቲ ናይ ሰብ ጥበብ እውን ክምስገን ኣለዎ ግን ምቁራፅ ባህርያዊ እዩ እና ሰብ ተፈጥሮ ምጅማር ምድካም ምቁራፅ እዩ እሞ ካብቲ ልቋረፅናዮ ንጅምር ምናልባት እዚ ፕሮግራም ኣሕዋትና ኣብዚ ብሚድያ ብተፈላለዩ ሚድያ የሕልፍዎ ኣለዉ ኣብ ቴሌቭዥን ክረኣ እዩ ኣብ ጥበብ ይብራህ ኣብ ስርጉት ሚድያ ተኸታተልዎ ናትና ፕሮግራም ባዕሉ ኣብ ጥበብ ይብራህ ገዛ ኣብርሃም ዝበሃል ፕሮግራም ኣለና መምህር እስራኤል እየ መምህር ያሬድ እውን ኣጋጣሚ ንእሽተይ ፕሮግራም ስለነበሮ እምበር ብለለፀ እሳቶም ከቕርብዎ ነይሮም ፕሮግራምና ግን ንክንቕፅሎ ሓንቲ መሰረታዊት ነገር እንታይ ኢና ኣቋሪፅና እግዚኣብሄር ዝፈቐደልካን ዘይፈቐደልካን እንድሕር ፈሊጥካ ካብ ሓጢኣት ነፃ ኢኻ ትኾን ምክንያቱ እግዚኣብሄር ዝኸልከለካ ይመስለካ ስለዚ እግዚኣብሄር ኣይትዘሙት ክብል ተሎ ይብል ዮሃንስ ኣፈወርቅ እንታይ እዩ ዝብል ንሕና ይብል ዮሃንስ ኣፈወርቅ ንሕና ሃፍታም ምዃን ኣይኸልከልናን ሰሪቅካ ሃፍታም ምዃን ግን ንኽልክል ኢና ንሕና ሓዳር ምግባር ኣይኸልከልናን ቆልዓ ምውላድ ንሕና ብዝሙት ዝውለድ ግን ኣይንፈቅድን ይብል ዮሃንስ ስለዚ ዮሃንስ ኣፈወርቅ ኣብ እግዚኣብሔር ገዛ ዝፍቀድና ዘይፍቀድ ከም ለሎ ገሊጹ ሰብ ካብ ሓጢኣት እውን ነጻ ይወጽእ እዩ ኣዳምን ዮሃንን ዝፍቀደሎም ዘይፍቀደሎም ስለ ዝጠሓሱ እዮም ወዲቖም እቲ ካልኣይ ሰባት ካብ ሓጢኣት ነጻ ክወጹ ተኾይኖም ሕይወቶም ምሉእ ኣብ ቅድሚ እግዚኣብሔር ከም ልኾኑ ኾይኑ ክስምዖም ኣሎ። መብዛሕትኡ ሰብ ካብ ቀትሪ ልስራሕ ሓጢኣት ንምንታይ ምሸት ልስራሕ ሓጢኣት ልበዝሕ ይመስለኩም? መብዛሕትኡ ሰብ ካብ ቀትሪ ልገብሮ ሓጢኣት ምሸት ልሰሮ ሓጢኣት እዩ ናብ ብዙሕ ሰብ። ንምንታይ ድዩ ይመስለኩም? ጸልማትሲ ሰብ ኣይርእን። ሰብ ብጸልማት ብዙሕ ሰብ ገገዝኡ ስለ ልድቅስ ሽዑ'ቲ እዩ ሰብ ሓጥያት ጸልማት ስለ እተሸፈነ ይገብር። ምኽንያቱ ጉዳዩ ቀትሪ ተኾይኑ ሰብ ክርኤ እዩ፣ ምሸት ተኾይኑ ግን ሰብ ኣይርኤን። እግዚኣብሄር ግን ጉዳይ ኣብ እግዚኣብሄር ክርኤኒ እዩ ዝብል ግን ጉዳዩ ስለ ለይኮነ እዩ ጸልማት ተጸብዩ ሓጥያት ዝሰርሕ። ብዙሓት ሰብ ምቕታል፣ ምኽታር፣ ዝሙት እዚኦም ብምሸት እዮም ዝስርሑ። ንምንታይ ተተባሂሉ ብዋንነት ሰብ ልጥንቀቕ ሰብ ከይርኦ እዩ። ስለዚ እታ ተፈጥሮ ሕጊ ጸልማት ተሸፊኑ ክሰርሕ ይደሊ። እግዚኣብሔር ምርኣይ ዘይምርኣይ ሌባ እኳ ተሪኢኹሞ ክሰርቕ ተደልዩ የማንና ፀጋም ኢሉ ይርኢ ናብ ሰማይ ኣይርእን ምክንያቱ ጉዳዩ ናብ ሰማይ ኣይኮነን ፀጋም እና የማን ሰብ ከይርእዮ እዩ ዝጥንቀቕ ስለዚ ሰብ ኣብ ቅድሚ እግዚኣብሔር ኮይኑ ከም ዘሎ ክስምዖ ተኽኢሉ ሰብ ካብ ሓጢኣት ክነፅ እዩ ኣብ ቅድሚ እግዚኣብሔር ከም ዘለኻ ኩሉ ሻዕ ዝስምዐካ ተኮይኑ ኣብ ሂወትካ ብዙሕ ሓጢኣት ኢኻ ትቕንስ ዋእ ሽፋን ንእግዚኣብሔር ቅድሜኻ ገይርኻስ ትፈልጡ ዲኹም ብዙሕ ሰብ ብዙሕ ሓጥያት ለይሰርሕ ንምንታይ ይመስለኩም ሓደ ሓዲኡ ሰብ ንምንታይ ኣብ ከተማ ጥራሕ ዝዋን ለይኸድ ሱብ ኢሉ ጥራሕ ዝዋን መዓት ክዳውንቲ ኣለዉ ሕዚ ዳርጋ ስርዓት ለይብሎም ክዳውንቲ ግን ክሳብ ሕዚ ጥራሕ ዝባንኻ ምኻድ ንምንታይ ሰብ ለይደፈረ ሰብ ስለ ንሓፍር እኮ እዩ ሳላ ሰብ ንሰብ ስለ ዝሓፍሮ ብዙሕ ሰብ ኣብ ቅድሚ ሰብ ክገብሮ ነበረ ሓጥያት ናቐነሰ ናቐነሰ ይኸድ ስለዚ ተሓቢኡ ዝሰርሕ እግዚኣብሔር ተንርእዮ ነይረ ከኣል የብለጸ ዮሴፍ እና ሳምሶም ክልቲኦም ናትና ህይወት እዮም ልገልጹ ዮሴፍ ናጻድቃናት ህይወት ይገልጽ ሳምሶም ከዓ ናትና ህይወት ይገልጽ ዮሴፍ እንታይ ገይሩ እታ ኣመንዝራ ሰበይቲ እታ በዓልቲ ሓዳር ሰበይቲ እንታይ ኢላቶ ምሳይ ይሕደር ኢላቶ ካብኡ ማንም ሰብ የለን እያ ኢላቶ ንግግራ ማንም ሰብ የለን እሞ ምሳይ የደቅስ ኢላቶ። ንሱ ግን እንታይ ኢልዋ? ኣነ ኣብ ቅድሚ እግዚኣብሄር ሓጢኣት ኣይገብርን። ዋእ! ዮሴፍና እታ ጓል ኣንስተይቲ ጥራይ እኮ እዮም እኒኦ ኣብቲ ገዛ። ማንም ሰብ የለን። ግን ሳምሶም ዮሴፍ መን ሓዊሱ ይናገር ኣሎ። ኣነና ንስኺ ጥራይ ኮና እኔና ኣብዚ፣ ንስኺ እኽል መስለኪ ኣሎ እምበር ኣነና ንስኽኪ ጥራይ ኣይመስለኪ። እግዚኣብሄር እውን ኣሎ ስለ ዝኾነ ኣነ ኣብ ቅድሚ እግዚኣብሄር ሓጢኣት ኣይገብር እይ ልብል ህይወት ተሃልዩኩም ክንደይ ሓጢኣት ኢኹም ተምልጡ ክንደይ ሓጢኣት ሳምሶም ግን ሆም ኣይገበረን ዮሴፍ ሆም መሊሱ ሳምሶም ልበሃል ካሊእ ግን ነቢ ናይ ቤተክርስትያንና ሓደ መስፍን ኣሎ እንታይ ገይሩ ይብል ኣብ ቅድሚ እግዚኣብሔር ከመይ ኢለ ሓጢኣት ገብር እየ ይበላ ደሊላ ትበሃል ሰበይቲ ብዝሙት ክጠልፎ ምስ ደለየት ሓደ ጥያቄ ጠየቓቶ ዮሴፍ ኣግባብ ልኾነ መልሲ መሊሱ ኣብ ቅድሚ እግዚኣብሔር ሓጢኣት ኣይገብርን ከምዚ ዓይነት ልብል ሰብ ካብ ክንደይ ሓጢኣት ይለብልጥ እንደው ታሪክ ኣሎ ሓደ ታይ እዩ ሓደ ካህን እንታይ ገይሮም እዩ ልብል ብዳ ኣመንዝራ ሰፈር ብዙሓት ኣመንዝራታት ልመላለሳሉ ሰፈር ብኡ ኣጋጣሚ ክሓልፉ ሓንቲ ኣመንዝራ ኣብ ምንዝራ ህይወት ትነብር ሰበይቲ እንታይ ኢላ ይብል ነተን ምስኣ ልሰርሓ ከምኡ ሕማቕ ስራሕ ልሰርሓ ደቂ ኣንስትዮ ነቶም ካህን ምስ ረኣየቶም፣ ንዞም ሰብኣይ እኮ ተደልየ ከስሕቶም ይኽእል እየ፣ ንዞም ቀሽስ ከስሕቶም ይኽእል እየ ኢላተን። ኣይ እዚኦም ዓብዪ መምህር እዮም ከመይ ኢሊ ክተስሕትዮም? ኣይ ከስሕቶም እየ ኢላ እንጀራ ባርኹለይ፣ ጸበሪ ባርኹለይ ኢላ ናብቲ ገዛ ጸዊዓቶም። እሶም ከኣ ክባርኹ ከምህርዋ ናብቲ ገዛ ውሽጢ ምስ ኣተየ፣ ትግበር ዓጽያቶ እቲ ዋና በሪ እና ኣነን ጸበል ክትባርኹለይ ኣይኮንኹን ጸዊዐኩም ምሳየ ዝሙት ትሰርሑ እዩ ስለዚ ዝሙት ትገብሩ ኣለኩም ምሳየ ኢላቶ ኣይ ጽቡቅ ምሳኺ ክገብር ተኾይነ መጀመርያ መስኮት ዕጸይይ ኢሎማ መስኮት ዕጸይይ ክልዋ ተሎ ኣይ ኣነ ናይ ገዛይ መስኮት ይፈልጦ እየ መስኮት ልባሃል ኣብ ገዛናስ የለን ስለዚ ኣብ ገዛና መስኮት ስለለየለ ሰልኹ ምሳይ ሓጥያት ስርሑ ኢላቶም ኣነ ልብለኪ ኣለኹ ናገዛኺ መስኮት የኾነን ናሰማይ መስኮት ንኣየና ንኣኺ ልርኤና እግዚኣብሔር ልርኤና ናሰማይ መስኮት ተዓፂኺ ኣነ ምሳኺ ሓጥያት ገብር እየ ንእግዚኣብሔር ዓይኑ ተሸፊንኽለይ ኣነ ምሳኺ ሓጥያት ገብር እየ ታይ እኒኒ እግዚኣብሔር እንድሕር ዓይኑ ክሽፍንለይ ትኽእሊ ግን ኣነ ቅድሚ እግዚኣብሔር ሓጥያት ኣይገብርን ኢልዋ ስለዚ ከምኡ ዓይነት ህይወት ተለይሃሊና እመኑኒ ብዙሕ ሰብ ንግዚኡ ጥራይ እዩ ካብ ሓጥያቱ ልግለል ካብኡ ንእሽተይ ድፍእ ኢላ ተመጽያቶ ክወድቅ እዩ ስለዚ ሳምሶም ግን ታይ ጌሩ ኢሉ ኣሎ ሐዚ ሳምሶም ሓንቲ ደሊላ ትብሃል ዘማዊት ታይ ኢላቶ ይብል ሓይልኻ ሰበይ እዩ ንገረኒ ኢላቶ ሓይሉ ግን ተነጊርዎ እዩ ብንእሽተይ ሳምሶም ንቤተሰቡ ተነጊርዎም እዩ ንባዕሉ ተነጊርዎ እዩ ሓይልኻ ኣብ ጸጉሩ እዩ ንማንም ሰብ ከይትናገር ጸጉርኻ ከይት ካብ ብህጻንነቱ ጀሚሩ ሳምሶም ኣብ ጸጉሩ ላማ ኣዕሪፉ ይፈልጥን ጸጉሩ ነኺእዎ ይፈልጥን መስተ ሰትዩ ይፈልጥን ናብ ደቂ ኣንስትዮ እውን ናብ መስተ እውን ኣይኸደን እዚ ነዲኡም ንባዕሉም እዩ ተነጊርዎ ሓይሉ ሰብ ጸጉሩ ከም ዝኾነስ ንማንም ከይናገር ካብኡ ግን እታ ነብሳ ሸይጣ ትሓድር ምሳኣ ፍቅሪ ምስ ዘይኾን ከምቱ ጳውሎስ ዝብል ምስ ዘይኾን ሰባት ክይትጽመዱ ዝብል ምስ ለይኾን ሰብ ተጻሚዱ ምሳኣ ፍቅሪ ሒዝዎ እሳ ግን ብዙሕ ወዲ ቅድሚኡ ስለ ትፈልጥ ፍቅሪ ኣይሓዛን እሱ እዩ ፍቅሪ ሒዝዎ እምበር እሳ ግን ብዙሕ ወዲ እያ ትፈልጥ ስለዚ ሓዛን ብድሕሪኡ ታይ ኢሎማ እቶም ጸላእቱ ንሳምሶም ዝሰብ እዚ ጸላኢና እዩ ብዙሕ ቅርሺ ንበኪ ኢና ሓይሉ ኣብ ምንታይ ምዃኑ ንገርና ኢሎም ንኣኣ ሓይላ ክነግሯ ጠይቖማ ይብል። ብድሕሪኡ ሓይሊ ካበይ እዩ ሳምሶም ኢላቶ። ክገርመኩም ክናገር ኣይነበሮ እዩ ኣብ ቅድሚ እግዚኣብሔር ካብኡ ድሕሪኡ ግን እንታይ ኢልዋ ኣነ ካብ ብህፃንነተይ ጀሚረ ፀጉረይ ተቖሪፀ ኣይፈልጥን ሓይለይ ፀጉረ እዩ ኢልዋ። ድቅ ምስ ደቀሰ ሙሉእ ለይቲ ፀጉሩ ቆሪፃቶ ሓዲራ። ካብኡ ፀላእቱ መፅዮም ከምቲ ቀደም ንነበረ ከሸንፎም እየ ኢሉ ክለዓል ተሎ እግዚኣብሄር ምስ ሳምሶም ኣይነበረይ ተባሂሉ ተጻሒፉ እዩ። እግዚኣብሄር ምስ ሳምሶም ኣይነበረይ ማለት እንታይ ማለት እዩ? ሰባት ናይ ሓይሎም ኣብ ህይወቶም ዘሎ ሚስጥር እንድሕር ቆሪጾም ኣጥፊኦሞ ኮይኖም እግዚኣብሄር ምስኦም ኣይኸድን። ምስ ሓጢኣት እንድሕር ወጊኖም ኮይኖም እግዚኣብሄር ምስኦም ኣይኾን። ሳልሳይ ሰባት ካብ ሓጢኣት ነጻ ልኾኑ ብምንታይ እዩ? ሓጢኣት ደፊኡ ተመጺካ ትሸሽ ኣለካ፣ ክትጎይ ኣለካ። ሓጢኣት ፊት ንፊትካ ንሃልዮ ችግር የብሉን ሓደ ሰብስ ዝሙት ኣብ ቅድሚኡ ፊት ንፊቱ ኮይኑ ጓልን እና ወዲ ኮይኖም ኣይ ፀገም የብሉን ኢሉ ኣብ መንጎ ጓልን ኣብ መንጎ ወዲ ኣብ ሓደ ገዛ ምድቃስ ምስ ሓጢኣት ፊት ንፊት ክበኣስ እዬ ምሃሊ ሰዚ ከምዚ ዓይነት ፈተና ክመፀካ ተሎ ሓጢኣት ደፊኡ ክመፀካ ተሎ ክሸሽ እለካ ብዙሓት ቁዱሳን ምስ ሓጢኣት ይዋግኡ ደፊኡ ተመፂዎም ግን ይርሕቁ ይጎዩ ፈራሕ ኣይኮኑን ነብሶም ስለ ልጥንቀቁላ ኢዩ ስለዚ ሸሽ እለካ ራብዓይ ግን ብዙሕ ሰብ ለይርድኦ ሰባት ካብ ሓጥያት ነጻ ክወጹ ተኮይኖም ሓደ ዓባይ ነገር ክርድእዋ ለሎም ሓጥያት ክተሸንፎ ትክእል ናይ ሓጥያት ሓይሊ ጽድቂ ብምስራሕ ኢዩ መብዛሕቲኡ ሐዚ ሓጥያት ከይትሰርሑ ሓጥያት ሕማቅ ኢዩ ብልብል ጥራይ ኢና ነብሎ ሓጥያት ጌጋ ምካኑ ጥራይ ብምርዳእ ሰብ ካብ ሓጢኣት ነጻ ክኾነ ኣይኽእልን። እንታይ ደኣ እዩ? እታ ሓጢኣት ዝሰርሓላ ነበረ ሰዓት እና ፕሮግራም ጽድቂ ብምስራሕ ይትካእ። ብዙሕ ሰብ ሕዚ እንታይ ይመስሎ፣ ኣብ ህሊናይሲ ሕማቕ ሓሳብ ኣሎ፣ ጸሎት ክገብር ከለኹ ሕማቕ ሓሳብ እዩ ዝመጸኒ፣ ዝኾነ ነገር ክሓስብ ከለኹ እምሮይ ምሉእ ሓጢኣት እናሓሰብኩ እዩ ዝውዕል፣ በቃ ካብዚ ሕማቕ ሓሳብስ መን እዩ ዝገላግለኒ ይብሉ። ምሉእ መዓልቲ ምስዞ ሕማቕ ሓሳቦም እናተጨቓጨቑ እዮም ዝውዕሉ። ንምንታይ ትጨቓጨቕ ምስ ሕማቕ ሕሊናኻ? እቲ ዘይትደልዮ ሓሳብ ክተጥፍኦ ትደሊ ዲኻ? እወ ተይሉ ብጽቡቕ ሓሳብ ተካኣዮ። ብጽቡቕ ሓሳብ ተለይተካእኩሞ ሕማቕለ ኣይሓስብን ጽድቂ ግን ኣይሓስብን ተይልኩም እምሮኹም ሱቕ ምባል ኣይኽእልን። እምሮናሲ ሓጥያት ጥራይ ሕደግ ስለዝበልናዮሞ ብድሕሪኡ ሱቕ ተይልና እምሮና ካብ ምሕሳብ ዓዲ ኣይውዕልን። ስለዚ ግዴታ ክሓስብ ስለዝኾነ እምሮና ሓጥያት እንድሕር ለቸግረና ኮይኑ ጽድቂ ብምሕሳብ ኢኻ ትትክኦ። እስቲ ሓደ ነገር ክነግረኩም ኣብዚ ለሎ ሕዝቢ ኩሉ ሰብ ስለ ደፍተር ስለ ቢሮ ስለ እርሳስ ከይትሓሱ ኩለኩም እየ ስለ ቢሮ ስለ ደፍተር ከይትሓሱ ኩለኩም እየ ኣብ እምሮኹም መብዛሕትኹም እንታይ ኢኹም ትሓሱ ኣለኹም ከይትሓሱ እየ ኢለ ነጊረኩም ግን ደፍተር ቢሮ ኢኹም ትሓሱ ኣለኹም ሓጢኣትሲ ኣይደልን ስለልበልኩሞ ጥራይ ካብ ህልናኹም ኣይወፅን ሓጢኣት ኣይገብርን ኣይደልዮን ይጸልኦ እየ ስለ ዝበልኩሞ ኣይገላገለኩምን ሓጢኣት ብምንታይ ጥራይ ኢኹም እቲ ኣይትደልዮን ትብልዎ ኣለኹም ሓሳብ ክትክእዎ ተደሊኹም ጽድቂ ብምስራሕ ኢኹም ትትክእዎ ዝኾነ ፊልም ትርእዩላ ሰዓት ጸሎት ብምግባር ትትክእዋ ዝኾነ ሕማቅ ነገር ብምርኣይ ትብልዋ ቤተክርስትያን ብምኻድ ትትክእዋ ተለይ ተኪኢኹምዋ ግን ተመሊስኹም ኢኹም ናብ ሓጢኣት ትኸዱ ምክንያቱ ሙሉ መዓልቲ ብለይ ምክንያት ሱቅ ክትብሉ ኣይትኽእሉ ብዙሕ ሰብ ሓጢኣት እኮ ገዲፈዮ ግን ኣቸጊርኒ እዩ ጽድቂ ብምስራሕ እንድሕር ለይተካእካዮ ሙሉ ንሙሉ ኣይጠፈእልካን ብዓብዩ ግን ክንርድኦ ለለና ኣውዚ ከም መጠቃለሊ ምትካእ ልመስሎ ነገር የለን መብዛሕትኡ ሰብ ሕዚ ኣነ እኮ ኣይሰረቅኩን ሕማቅ ገይረ ኣይፈልጥን ሰብ ኣይጻረፍን ወይ ለማኒ ኣብ ቅድሚኡ ተሪኡ ተሪእኹሞ ለማኒ ኣብ ቅድሚኡ ተሪኡ ኣነ ድየ ድኻ ገይረዮ ኣነ ኣይሰረቅኩዎን ስለዚ ካሊእ ግዴታ የብለይን ይብል ኣብ ቤተክርስትያንና ለይምስራቅካ ጥራይ ኣይኮነን ሲኦል ለእትየካ

ጽቡቅ ብለይ ምሕሳብ ሃጥይኣካ እግዚኣብሔር ሰብ ሕማቅ ነገር ጥራይ ብለይ ምሕሳቡ ኣየምልጥን ጽቡቅ ብለይ ብምሕሳቡ እዩ ከምልጥ ልክእል እሞ ካብ ሓጥያት ህይወት ነጻ ክንኾን ንክእል ብዙ እዩ ምናልባት መሰረታዊ ነጥቢ ንዘውዝኒዮው ዝለሎ ኣሕዋትና እና ምእመናን ጥራይ ለይኮነት መልስስ ብሚድያ እውን ብዙሕ ሰብ ስለልከታተሎ ልተማለእ መልሲ ንምሃብ እዩሞ ካልኣይ ጥያቄ ኣለዋ መስለኒ ሓፍትና።
ቃለ ህይወት የስመዐልና መምህርና ናብዛ ትስዕብ ሕቶይ ክሰግር ከለኹ ኣብዚ ኒናሉ ግዜ ንኣብዝሓ ንመናእሰይ ፈተና ዝኾኑና ነገራት ኣለውና ካብኣቶም ሓደ ክልተ ከም ፈተና ኢልና ከልዕል ሓደ ማሕበራዊ ሚድያ ሓደ ማሕበራዊ ሚድያ ማሕበራዊ ሚድያ ኣባና መናእሰይ ከም ፈተና ኢልና ንፅውዖም ካልኣይ ድማ ክልተ ክትምልሱሉ ስለ ዘለኹ እየ ጠይለ ክነግረኩም መምረይ ሓደ ማሕበራዊ ሚድያ ካልኣይ ድማ ኣብ ተቃራኒ ፆታ ፍቕሪ ዝብል ማለት እዩ ናብ ዜም ኣጠቓቕምኡ ኣካይድኡ።
እሺ ናይ መወዳእታ ጥያቄ እዩ ሓፍትና ጠይቓትኒ ኣላ ምናልባት ድምፂ ናይ ንእሽተይ እንትን መስለኒ ናይ እንትን ኣቢሉ እቲ ጥያቄ ግልፂ ንምዃን ብዛዕባ ምንታይ ከም ዝናገር ኣለኹ ምእንታን ግልፂ ክኾን ዝጠየቐትኒ ጥያቄ እንታይ እዩ ብዛዕባ ግዜ ኣጠቓቕማ፣ ብዛዕባ ሶሻል ሚድያ፣ ብዛዕባ ናይ ህይወት ዕላማ እና ግብ ልብል እያ ጠይቓትኒ። ብዙሕ ሰብ ናይ ህይወት ዕላማ እና ግብ ስለ ልስሕት ኣሎ መብዛሕትኡ ኣብ በተለይ ወጣት ዘሎ ክፍሊ ሕዚ ዳርጋ መብዛሕትኡ ሰብ መብዛሕትኡ ጊዚኡ ካብ ምስ ሰብ ዘሕልፎ ምስ ሞባይል ለሕልፍ ሽንኳን ዓብይ ሰብ ኣክቹዋሊ ሐዚ ህፃናት ኣሕዋትና ደቅና እኳ ተለቭዥን ይልዐውዮም ኣሎ ናብ ብዙሕ ደቂ ሎም ውላድ ወይ ሞባይል ይልዐውየሎም ኣሎ ቤት ደቆም ወይ ተለቭዥን ይልዐውየሎም ኣሎ መብዛሕትኡ ደቂ ወለዲ እንጀራ የብልዕዎም ኣለው ቁመቶም የንውሕዎም ኣለው ነብሶም እና ኣእምሮኦም ግን ተለቭዥን እና ሞባይል ይልዐውየሎም ንቶም ህፃናት እኳ ሽምኳ ንዓበይቲ ስለዚ እንታይ እዩ ናይ ህይወት ዕላማና ስኬት ሰብ ይስሕት ኣሎ ብምንታይ ምክንያት ተተባሂሉ ብቲ ናይ ግዜ ኣጠቃቅማ ብዘይምክኣል ሶሻል ሚድያ ዝበሃል ኣሎ ብዙሕ ነገር ብዛዕባ ግዜ ኣጠቓቕማ ቅድሚ ምንጋረይ ንምንታይ እዩ ሰብ ግዜኡ ብኣግባቡ ለይጥቀመሉ ኣሎ? ንምንታይ እዩ መብዛሕትኡ ሰብ ኣብ ህይወቱ ብብኽነት ልኸድ ኣሎ? ብመሰረቱ ሓደ ሓቂ ክናገር ልደሊ ነገር ተሃልየ ናይ ህይወት ዕላማ እና ናይ ህይወት ስኬት ስለ ልተዘባረቐና እዩ። ኣብ ሶሻል ሚድያ ለሎ ትውልዲ መብዛሕትኡ ኣብ ሶሻል ሚድያ ኣብ ሞባይል ኣብ ቴሌቭዥን ንሪኦ ነገር ረእይዎ ዝኾነ ሰብ መኪና ሒዙ ዝኾነ ሰብ ክዳን ቀይሩ ናሳዕስዐ ዝኾነ ሰብ ገዝኡ ረእዩለይ ናበለ ዓብዪ ፎቕ ኮይኑ ረእዩለይ ናበለ እዩ ብዙሕ ሰብ ንርኢ መብዛሕትኡ ሰብ ከምዚ ምግበረኒ ከምቲ ኣብቲ ሞባይል ንሪኦ ሰብ ከምኡ ምግበረኒ ይብል ንምንታይ ተተባሂሉ ዕላማ ናይ ህይወትና ስኬት ዝበሃል ፈላልዩ ስለ ለይፈለጠ እዩ። ሰባት ናይ ህይወት ዕላማ እና ናይ ህይወት ስኬት እንድሕር ለይፈሉጦ ፈላልዮም እንድሕር ለይተረዱ ጠፋእቲ እዮም ልኾኑ። እንታይ ማለት እዩ ዕላማ እንታይ ማለት እዩ ስኬት? ሐዚ እዚኣ መሰረታዊት ነገር እያ ኣብ ህይወትና እዚኣ ተፈሊጥናያ ንምንታይ ከም ንደክም ኣለና ካብ ሕጂ ጀሚርና ንፈልጥ ምእንታን ማለት እዩ። ናይ ህይወት ዕላማ ማለት እንታይ ማለት እዩ? ንምንታይ ዕላማ ኢኻ ትነብር? ተይልኻዮ ሓደ ሰብ ታይ ኢሉ እዩ ልነግረካ እግዚኣብሔር ይመስገን ኣነ ዕላማይ ወዲኤ እየ መኪና ኣለኒ ገዛ ኣለኒ ቆልዑ ሓዳር ወሊደ እየ እግዚኣብሔር ይመስገን ዕላማይ ኣሳኪዐ እየ ይብለኩም ሓደ ሰብ ዋላ ዓብይ ቴሌቭዥን ቀሪቡስ ዕላማ ማለት ልኾነ ክዳኑ ምቅያሩ ጫማ ምቅያሩ ኣብ ባንኩ ለሎ ቅርሺ መጠን እዩ ልነግረኩም ዕላማ ግን እሱ ኣይኮነን ልገርመኩም ዕላማና ስኬት ስለልተፈላለየ እዩ ሐዚ ግጭት ፈጢርልና ኣሎ ትውልዲ ብሙሉኡ ናብ እግዚኣብሔር ክኸድ ዝነበረ ትውልዲ ብማእኸል ናተጠለፈ ብሶሻል ሚድያ እና ብተፈላለየ ልጠፈእና ኣሎ ዕላማ እና ስኬት ልባሃል ፈላልዩ ስለይፈለጠ እዩ ስኬት ማለት ታይ ማለት እዩ ተተባሂሉ ሓደ ሰብ ኣብ ህይወቱ ከም ሰብ ኣብ መሬት ኣብዚ ስጋ እዚ ኣብዛ ዓለም እዚ እናተመላለሰ መናውርኡ ህይወቱ እንጀርኡ ሓዳሩ ተተሳኺዕሉ ፅቡቅ ስራሕ እኒኒ ስኬታ ኣብ ስርሓይስ ስኬታማ እየ ተይሉ ሓደ ሰብ ብስርሑ እዩ እነግረኩምል ሕዚ ኣነ ኣለኹ ሓደ በዓል ሃፍቲ ናይ ኢትዮጵያ ተምፂኹሞ ናትኻስ ስኬታ እዩ ተልኹምኒ ንኣብነት ከም ሰብ ወይ ሓደ ሓውና ተጠይቕናዮ ስኬትካ ታይ እዩ ተይልናዮ ሓደ ተራ ሰብ ዋእ ኣነ ኣምላክ ተፈቂዱማ መኪና ጫማ ገዛ ሓዳር ክብለኩም ይክእል እዩ ሓደ ሰብ ሶይ ኖርማል ልኮነ ሰብ ሓደ ባዓል ሃፍቲ ግን ጠይቅዎ ሓደ ዓብይ ሃፍታም ስኬትካ ታይ እዩ ተይልክሞ መኪና ገዛ ኣይብለኩምን ምክንያቱ መኪና እና ገዛ ቀደም እዩ ገዚእዎ ቀደም ኣብ ኢዱ ሒዝዎ ታይ ዳኣ ኢዩ ልደሊ ፋብሪካ ክሃንፅ እየ ልብለኩም ስለዚ ስኬትና ናክልተ ሰባት በበይኖም ክኾን ይኽእል እዩ ናቲ ሓደ ጽቡቕ መናወሪ ምምራሕ እዩ ናቲ ሓደ ግን ፋብሪካ ምህናጽ እዩ ስለዚ ስኬት ማለት እዚ እዩ ዕላማ ማለት ግን ናብ ውለና ስኬት ንሓድሕድና ሰባት ይፈላለ እዩ ኣነ ምስ ዝሓፍተይ ምስዞም ኣሕዋተይ ዝለለ ብምሉእ ሰብ ዕላማ ክኾነልና ንደልዮ እዚ ዓለም እዚ በበይንና ኢና ገገሊኡ ሰብ ጽቡቕ ሓዳር ተሃልዩ እኹል ልብል ኣሎ፣ ገሊኡ ገዛ ልብል ኣሎ፣ ገሊኡ ገሊኡ ከከም ሂደቱ። ዕላማ ማለት ግን ካልእ እዩ። ዕላማ ማለት ግን ኣብዚ ኣክሱም ጽዮን መጽዩ ዘሎ ህዝቢ ሓደ ሚልዮን ይኹን ሓሙሽተ ሚእቲ ሽሕ ይኹን ከም ዓለም ሸሞንተ ቢልዮን ህዝቢ ኣለዎ ዓለም ሸሞንተ ቢልዮን ህዝቢ ዓለምና ዘሎ ሓንቲ ዕላማ ሓንቲ ዕላማ ሓንቲ እያ ናዚ ኩሉ ፍጥረት እግዚኣብሔር ናብዚ ዓለም እዚ ዝለኣኸና ዕላማ ኣብዚ ዓለም እዚ ጌርናዮ ሰሪሕናዮ ክንኸድ ኣብዚ ዓለም እዚ እግዚኣብሔር ዝለኣኸና ዕላማ ነቢርና ናብ ሰማያት ተኸድና ናብ ኣቦና ከምቲ ጎይታ ልበሎ እንሆ ኣነ ተላኢኸ እየ መጽየ ኢሉ ክርስቶስ ኣቦይ ዝለኣኸኒ እየ ክሰርሕ መጽየ ክርስቶስ ሕዚ ንኣና ይለምህረና ኣሎ እሱ ማንም ለኣኺ የብሉን እኮ ኣብና ወልድ መንፈስ ቅዱስ ሓደ እዩ ፈቓዶም ግን ታይ ይምህረና ኣሎ ሰባት ናብዛ ዓለምዚ ክመጹ ተላኢኽ ከለዉ ዕላማ ሓንቲ ተላኢኾም እዮም ዝመጹ ኣብዛ ዓለም እዚኣ እግዚኣብሄር ዝመደበሎም ናይ ሂወት ፕሮግራም ብሓቂ ኣብ ቅድሚ እግዚኣብሄር ንጹህ ዝኾነ ሂወት መሪሖም ናብ ሰማይ ምኻድ እዩ እዚ ናተይ ጥራይ ከይመስለኩም ናይ ኩለን ኣብዚ ዘሎ እዩ ስለዚ ዕላማ ሓንቲ እያ ኩለና ኣብ ቅድሚ እግዚኣብሄር ሓንቲ እያ ዕላማና ስኬት ማለት ግን ተሐዚ መጺኡ ለሎ ናይ ሶሻል ሚድያ ጠባይ ማለት እዩ ኹሉ ሰብስ ሓደ እዩ ስኬቱ እንታይ እዩ መኪና እና ጫማ መኪና እና ገዛ ይብለኩም ስኬት ግን ከከም ሰው እዩ ንገገሊኡ ሰብ ፋብሪካ ምህናፅ እዩ ዓብዩ እቅዱ ንገገሊኡ ከዓ መናወሩ ስለዚ ሰባት ኣብቲ ሶሻል ሚዲያ ከም መጠቃሊ ክንጥቅሎ ተለና መብዛሕትኦም ኣብ ሶሻል ሚዲያ ግዜኦም ዘቃፅልዎ ኣለዉ እንታይ ኮይኖም እዮም እንተይልና መሰረታዊ ነጥቢ ክንርዳእ ኣለና እግዚኣብሔር ቆፂሩ ዝሃቦም ጊዜ ከምዘባኽኑ ኣለው ኣይፈልጡን ድገርመኩም እግዚኣብሔር ንሰባት ካብ ልጥይቆ ጥያቄ ነገር ሓደ እንታይ እዩ ብጊዜ እዩ ኣብ ህይወትኩም ሓንቲ ሓንቲ መዓልቲ ብለወሰኩም ቁፅሪ ዕድመኹም ናብ ሞት ናቐረበ ከም ንኸሎ ትፈልጡ ኢኹም ኣለኹም ኩለና ካብ ትማሊ ሎም መዓንቲ ወሲኽና ኣለና ናብ ሞት ኢና ንቐርብ ኣለና ኩለና ናናኣሰ ንኸድ ሰብ የለይ ኩለና ናብ ሞት ወይ ናብ ዕቤት ኢና ንኸድ ኣብቲ ናይ መጽሓፍ ቅዱስ ክፍሊ ናይ ሉቃስ ወንጌልም ተጠቒሱ ለሎ ጊዜ ለይምጥቃም ለሎ ሰበብ ብጣዕሚ ሓደገኛ እዩ። ጊዜ ለይምጥቃም ኣብ መሬት ብስጋዊ ነገር ሰብ ድኻ ክኾን ይገብር። ሓደ ሰብ ክሳብ ወዲ ሰላሳ ዓመቱ ብዙሕ ክመሃር ክሰርሕ ክለፍዕ እንድሕለየ ከኣልብ ኣብዛ መሬት እዚኣ እኳ ብስጉ እመኑኒ ክሳብ ሰላሳ ኣርባዓ ዓመት ክመሃር ክሰርሕ ተለኺሉ ድሕሪ ርብዓ ዓመት ክመሃር ክሰርሕ ዕድምኡ ይግድቦ ጉልበቱ ይግድቦ ስለዚ ዕድምኡ ባዕሉ ናብ ድኽነት እዩ ልኸድ ኣብዛ ዓለም እዚኣ ብባዕሉ ድኽነት ሰላሳ ኣርባዓ ዓመት ወይ ዕስራን ሓሙሽተን ዓመት ብጓል ኣንስተይቲ ብወዲ ብዝተፈላለየ ሆይ ሆይታ ተሓሊፍዎ ንግዚኡ ጸገም የለን ከም ደስ በለካ ዕበድ ዳሓረ ግን ኣብተን ናብራ ዕረፍቲ ትደልየለን ኣርብዓ ዓመታት ሓምሳ ዓመት ትኾን ተለኻ ግን ዕድመ ልክዕኻ ዕርኽትኻ ክዕርፉ ተለው ኣብታ ድኻም ግዜ ደኺሞም ኣብቲ ኣርብዓ ሓምሳ ዓመት ውላድ ወሊዶም ክራጋግዑ ተለው እስኻ ሂወትኻ ሙሉእ ምንቅርታት እዩ ምኽንያቱ ኣብቲ ወሳኒ ልበሃል ግዜ ኣይተጠቐምካሉን እዚ ናይ ዓለም ስርዓት እየ ነግረኩም ኣለኹ ሰባት ኣብ ሂወቶም ኣብቲ ናይ ወጣትነት ግዜ ወለዲ እኳ ተጠይቅኩሞም ዝወደይ ለባም ኹን ኣነ ብወጣት ናፍቲ ናፍቲ ክብል ናፍታ ጓል ናፍታ ሓንቲ ጓል ናፍታ ሓንቲ ጓል ክብል እየ ግዜ ኣቃጺለዮ ትሪኢ ኣለኻ ክሳብ መወዳእታ ዝሽምግል ንኣኹም ከዕቢ ይደክም ኣለኹ ከይዕረፍኩ መውት ኣለኹ ይብለካ ስለዚ ግዜ ተጠቐሞ ይብለካ ብስጋ ብስጉ እኳ ብነብሲ ከዓ ብልበለፀ እዩ እግዚኣብሔር ንሓንቲ ነብሲ ናብ መንፈሳዊ ዕቤት ተሪኢኹሞ ሰብ ወዲ እግዚኣብሔር ኮይኑ ይጅምር ብጥምቀት እግዚኣብሔር ብምምሳል ይውድእ። ወዲ እግዚኣብሔር ኮይና ኢና ንጥመቕ፣ ንወዲ እግዚኣብሔርነት ኢና ንጥመቕ። መወዳእታ ግን ክርስቶስ መሲልና ንመውት። ዘውዝኔቱ ኮይኑ ጊዜኡ ብኣግባቡ ዝተጠቐሞ ሰብ እዩ። ስለዚ ጊዜ ከመይ ኢልካ ኢኻ ብኣግባቡ ትጥቀም ተተባሂሉ ኣፍተን መጽሓፍ ለለዋ ክፍሊ እየን ጎይታ ሰለስተ ሻዕ ናብ ህይወታ ልመጸት ነብሲ ኣላ። ጎይታ በዓል ሓረስታይ ኮይኑ ዝተጠቐሶ ምስሊ ኣሎ ናብ መወዳእታ ክፍልና እዩ እዚ ንውድእና ጎይታ ብዛዕባ ሓደ ሓረስታይ ነይሩ ይብል እቲ ሓረስታይ ግራት ነይርዎ ወይኒ ግራት እቲ ናይ ወይኒ ግራቱ ሰራሕተኛ ቆፂርሉ እንታይ ክገብሩ እዮም እቶም ሰራሕተኛ እቲ ወይኒ መዓልቲ መዓልቲ ኮስኩስዎ ማይ ስትይዎ ተባሂሎም ብድሕሪኡ እሺ ተባሂሎም ማይ ከስትይዎ ኮስኩስዎ ተቆፂሮም ማይ ናኾስኮሱ ከብሉ ተለዉ እቲ ወይኒ ዓመት ኣኺልዎ ወይኒ ፍረ ለፍርየሉ ወቕቲ ኣሎ ዓመቱ ካብኡ እቲ በዓል ገዛ መፅዩ እሺ እቶም ወይኒ ዘኸስከስኹሞም ማይ ለስተኹሞምስ ኣፍርዮም ዶ ኢሎም ኢሉ ጠይቕዎም እወ ኩሎም ወይኒ ፍርዮም እዮም ሓንቲ ወይኒ ግን የፍረየትን ተሃም ዝኾነት ሃይላ እሞ እንድሕር ለይተፍርም መቑረፂ ዋታ ክትገብር ተባሂሉ ካብኡ እቲ በዓል ኮስኳሲ ኣይ ጎይታይ ምናልባት ክተፍሪ ትኾን እያ እሞ ንእሽተይ ተዓገሳ ኢልዎ ብድሕሪኡ ነቲ ሓላዊ ክብል እሺ ኢሉ ዕድል ይህዋ መበር ካልኣይ ዓመት ምስ መፀ ካልኦት ፍረ ኣፍርየን እቲ ሓንቲ ግን ከይፍረየት ሕዚ እውን ፀኒሓ ሕዚ እውን የፍረየትን እወ መቑረፃ ኢልዎ መበር ሳልሳይ ለሚንላ ንመወዳእታ ግዜ መበር ሳልሳይ ግዜ ምስ መፀ ሐዚ እውን ከየፍረየት ምስ ፀንሐቶ ይብል እቲ በዓል ገዛ ታይ ኢሉ ይብል እዛ ወይኒ ድጋሜ ምፍራይ ከይትሓስብሲ ካብ ሱራ ነቂልካ ንቀላ ምክንያቱ ቦታ ሒዛ እያ እኒኣ ኢልዎ እዚኣ ዓባይ ትምህርቲ እያ ዓባይ ቃል እያ ቦታ ሒዛ እያ ማለት ታይ ማለት ይመስለኩም እዛ ፍረ ናትና ነብሲ እያ እግዚኣብሔር ሰለስተ ሻዕ እዩ ለሚንላ እቲ መልኣክ ተኮስኳስ እያ እቲ ኮስኳስ ዝተብሃለ መልኣክ ሓላዊና እዩ ሕማኣና ጽቡቅ ኩሉ ሻዕ ይነግረና እምቢ ናበልና ሕማቅ ንከድ ድሕሪኡ ታይ ገይርዋ ሰለስተ ሻዕ እዩ ለሚንላ እግዚኣብሔር ሰለስተ ሻዕ ናብ ህይወትና ይመጽእ እዩ ብህጻንነትና ዘመን ይመጽእ እሞ እግዚኣብሔር መንገዲ ሓቂ የርእየና ገና ብህጻንነትና ካብ እምቢ ንብሎ ኣይ ህጻናት ኮይኖም እዮም መቸም ልቢ የውሓጡኒ ኢሉ ኣብ ወጣትነትና ዘመን ይመጽእ። ኣብ ወጣትነትና ዘመን ከኣ ሆይሆይታና ዕብዳን ክበዝሕ ተሎ ወጣታት ኮይኖም እዮም ኢሉ ከኣ እንደገና ከኣ ኣብዚ ናይ ጉልምስና ዘመን ይመጽእ። ኣብኡ እንድሕር ለይለውጢ ለየልና ድሕሪ ጉርምስና ወይ ድሕሪ ሽምግልና ካሊእ ካሊእ ዕድል ኣሎ ዶ ይመስለኩም? ሰብ ተሸምጊሉ እንታይ ኢሉ ይኾን? ይመውት። ካብኡ ግን እንታይ ኢልዎ ይመስለኩም እቲ ጎይታ? ደጋሜ ከይተፍሪ። ካብኡ ከኣ ቦታ ስለ ልሓዘጽ ነቒልካ ንቐል ኣይልዎ። ቦታ ምሓዝ ማለት እንታይ ማለት እዩ? እግዚኣብሔር ንካልኦት ሰባት ፈጢሩ ካልኦት ለመስግንዎ ነበሩ ፍጥረታት ፈጢሩ ከመስግንዎ ልነበሮ እዛ መሬት እዚኣ ንኣና ፈጢርና ንኣና ዕድል ሂብና ሰብ ኮይኖም ተፈጢረዮም ሲ ብቲ መንገደይ ዕላማ ገልጊሎም ክመውቱ እዮም ኢሉ ፈቂድልና መብዛሕትኡ ሰብ ግን ከምዚ ትርእይዎ ኣለኹም ናይ እግዚኣብሔር ፕሮግራም የኮነ ናስጉ ፕሮግራም ለክ የወደ እዩ ንገርመኩም ግን እግዚኣብሔር ንታ ነብስና ትፈልጡ ዲኹም ሰብ ኮይንካ ምፍጣር ክቡር ምዃኑ? ገገሊኡ ደርሆ ኮይንካ ምፍጣር፣ በጊዕ ኮይንካ ምፍጣር፣ ብዕራይ ኮይንካ ምፍጣር ከም ዘለ ትፈልጡ ዲኹም? ብዕራይ ኮይንካ፣ በጊዕ ኮይንካ ምፍጣር ማለት ኣብ ህይወትካ ንሓንቲ ፋሲካ፣ ንሓንቲ ኣውደኣመት ተሓሪድካ ታሪኽካ ይውዳእ። እግዚኣብሔር ግን ሰብ ገይሩ ስለ ልፈጠረና ነመስግኖ። ሰብ ምዃን ጥራይ ከኣ ኣይኮነን ካብታ ቅድስቲ ልኾነት ሃይማኖት ናብ ናይ ዘልኣለም ሕይወት ተርክብ ኣብታ ሓቀኛ ሃይማኖት ገይሩ ስለ ፈጠረና ከኣ ድጋሜ እግዚኣብሔር ነመስግኖ። እግዚኣብሔር ክነመስግነሉ እንኽእል መንገድስ መዓት እዩ። ስለዚ ኣብ ሕይወትና ቱ ጊዜ ለይምጥቃም ሰበብ ልመጸ ብሶሻል ሚዲያ ኮነ ብካሊእ ናይ ህይወት ዕላማና ብለይ ምፍላጥ ሁለት ካልኣይ እንደገና ከ ኣብ ህይወትና ኣብ ቅድሚ እግዚኣብሔር ንዘለኣለም ናይ ህይወትና ውሳኔታት ክንውስኖም ነበርና ስነቃጽሎ ኣለና ጊዜኡ ለባኽን ሰብ ብስግኡ ንመወዳእታ ድኻ ኮይኑ ወይ ኣብ ችግር ከም ነብር ብነብሱ ናይ ነብሱ ጊዜ ለቃጽል ሰብ ምሕረትና መከራ ከም ንመጾ ኣብ ቅዱሳት መጽሓፍ ተጻሒፍሉ ኣብታ ናይ መወዳእታ ማህልየ ማህሊ ዘሰለሙን ለላ ታሪክ ክልተ ደቂቃ ጠቂሰ ክውድእ እየ ካሊእ ፕሮግራም ስለ ልህሊ። ማህሊ ማህሊ ዘሰሎሙ ምዕራፍ ሓሙሽተ ለላ ሓንቲ ታሪክ እላ ንኩለና ምእንታን ትምህርቲ ክትኾን እንታይ እያ ተጠቂሳ ለላ ማህሊ ማህልየ ማህሊ ዘሰሎሙን ዘላ ሓንቲ ሰበይቲ እላ ዝገርመኩም እታ ሰበይቲ ህይወታ ብቀልድና ብሓጢኣት ብዝሙት ናመርሓቶ ቀትሪ ቀትሪ ምስ ብዙሓት ኣወዳት ሕማቅ ስራሕ ትሰርሕ እሞ ምሸት ምሸት ካዓ ገዝኣ ትኸድ ኣብ ገዝኣ መሕደሪ ኣለዋ ሓደ ማዓልቲ ግን እቱ ትኸደላ መንገዲ እቲ ናይ ግዜ ምብኻን ሰውነታ ብሓጥያት ምብኻን ነብሳ ብሓጥያት ምብኻን ከስተኻኽለላ ደልዩ ሓደ ወጣት ኢሉ እዩ ዝጠቅሶ ሓደ ወጣት ወጣት ግን ኣይኮነን እቱ ታሪክ ክርስቶስ እዩ ወይ ድማ እግዚኣብሔር እዩ ግን ሓደ ወጣት ጎለምሳ ካብ ርሑቕ መንገዲ ብንግሆ ተላዒሉ ኣጋ ምሸት ናብ ገዛኣ በሪ መጺኡ ኣንኳሓኲሑ። ካብ ንግሆ ካብቲ መንደሩ ካብ ርሑቕ ዓዲ ተላዒሉስ ነታ ሓንቲ ነብሲ ከድሕን ወይ ነታ ሓንቲ ቆልዓ ክረክብ ኢሉስ ካብ ንግሆ መንገዲ ነዊሕ ጸሓይ እናቑረረ ወቒዕዎስ መወዳእታ ምንታይ በጽሑ ይብል ኣብታ ጓል ኣንስተይቲ ለላቶ ገዛ መጺኡ ምሸት በጺሑ ካብኡ እንኳሕኲሕዋ እሳ ኣብ ሓጥያት ባኺና ገዛኣ ክትድቅስ እያ መጽያ እና ምስ ኳሕኳሓ መን ኢኻ ኢላቶ ካብ ኣነ እየ ናይ ህይወት መዓዛ ክልቕይር ኣብ ኢደይ ሽቶ ኣሎ ህይወት ክልቕይርስ ኣብ ኢደይ ሽቶ ኣለና በይዛ ክፈትኒ ኢልዋ ካብኡ እሳ እታ ቆልዓ እንታይ ኢላቶ ይብል ኣጋጣሚ ናይ ሓጢኣት ስራሓ ሰሪሓ ደኺምዋ ስለ ዝነበረ ናብ ዓራታ ደይባ ነይራ እግራ ተሓጺባ መደቀሲኣ ደይባ ነይራ። ድቃስ ኣይመጽኣን፣ ግን ናብ ዓራታ ደይባ ነይራ እግራ ተሓጺባ። ካብኡ ኳሕኲሑ ክፈትኒ ክብላ ተሎ፣ ከምቶም ቀትሪ ልረኸበቶም ሕማቓት ኣወዳት ከም ለይኮነ ይፈልጥ ኣሎ ነብሳ። ከምቶም ንግሆ ሕማቕ ነገር ምሳኣ ልሰርሑ ነበሩ ኣወዳት ለይኮነስ፣ እዙይ ፍሉይ ወዲ እዩ። ወዲ ኢሉ ጠቒስዎ ለሎ ክርስቶስ ምሳሌ ስለ ልኾነ እዩ። ደሓረ ክርስቶስ ብወዲ ኣምሳል ኣብዚ ዓለም እዚ ስጋ ለቢሱ ብወዲ ኣንጻር ስለ ልመጸ እዩ ናብዚ ዓለም እዚ። ክብሪ ንኡ ይኹን። እምበር እግዚኣብሔር ጾታ የብሉን። ግን እታ ጓል ኣንስተይቲ ኳሕኲሑ ክፈትኒ ምስ በላ ኣይ ክኸፍተካ ነይረ ኢላቶ። ግን እንታይ ኢላቶ ግዜ ምብኻን ሓደገኝነቱ እየ ክነግረኩም ደልየ። ግዜ ተባኺንካ ታይ ቅፅዓት ከም ልገጥመካ እና ክፈትኒ ምሰላ ኣይ ክከፍተካ ነይረ ግን ሐዚ ቆሪርኒ ናብ ዓራት እየ ደየ ሐዚ ክከፍተካ ነይረ ግን እግረይ ተሓፂበ ስለ ልኮንኩ ኣብ ደገ ልውዓሎ ሸበጥ እና ሓመድ ዝውዓለ ጫማይ ድጋሚ ኣይገብሮን ምክንያቱ እግረይ ተሓፂበ ስለ ልደየኩ ኣብ ሓመድ ልውዓለ ሸበጥ እንደገና ድጋሚ ይገብር ናብ ዓራተይ ስለ ልደየኹ ደጊመ ተላዒለ እንደገና ኣይኸፍተካን ኢላቶ። ግዲ የብልኺ በይዛኻ ክፈትኒ ንኣኺ ክብል እየ ካብ ንግሆ ናብዚ መጽየ ካብ ንግሆ ተላዒለ እና በይዛኺ ግዲ የብልኽን ክፈትኒ ኢልዋ። ኣይ ክኸፍተካ ነይረ ግን ሕዚ እውን ቆሪርኒ እዩ ሕዚ መይኸፍተካን እግረይን ናብ ሓመድ ኣቢሊልና ለሚንዋ ነዊሕ ሰዓታት ግን ንሳ ሕዚ እውን እንታይ እያ ተቕርበለላ ንገርመኩም እቱ ሰብኣይ ተጠቒስለ ኣሎ ክብርነ ይኹን ጎይታ ታይ ኢሉ ኣሎ ንግሆ ካብ ንግሆ ጀሚረ ብጣዕሚ ካብ ንግሆ ጀሚረ ንኣኺ ክብል እየ ኣጋ ምሸት ነዊሕ መንገዲ ፀሓይና ዝናብ ወቒዕኒ መፅየ ስለዚ በይዛኺ ንኣኺ ክብል እየ መፅየ እሞ በይዛኺ ፈትኒ ይብል ኣሎ እሱ ልኸፈለ ዋጋ ካብ ንግሆ ጀሚሩ ሙሉእ ቀትሪ ፀሓይና ወቕዖስ ኣጋ ምሸት ገዝኣ መፅዩ እሳ ዋጋ ምኽፋል ኸቢድዋ ለሎ ታይ ይመስለኩም ካብ ዓራትካ ተላዒልካስ ምኽፋት እግርኻይ ከይረስሕስ ኣይ ኣስተውዕሉ እዚኣ እግዚኣብሔር እዚ ዝ- ኣምሳል ወዲ ተመሲሉ ኣሎ ክርስቶስ እዩ ካብ ንግሆ ካብ ርሑቕ ቦታ ተላዒለ እየ መፅየ ክብል ኣሎ ካብ ሰማያት ሰማያት እየ ንሓንቲ ነብሲ ከድሕን ንኣዳም ዝበሃል ፍጥረት ከድሕን ካብ ሰማያት ሰማያት እየ መፅየ ንኣዳም ከድሕን ናብ ቀራንዮ ምስ መፀስ ክርስቶስ ምስ ተሰቐለሉ እቲ ህዝቢ እንታይ ኢሉ ኣሎ ሕዚ ክርስቶስ ካብ ልስቀልኩ ክልተ ሽሕ ዓመት እዩ ገሩ ግን ሓጥያት ጠጠው ኢሉ ድዩ ክሳብ ሐዚ ቆይ ሓጥያት ለሎ ክርስቶስ ንሓጥያት ሞይቱስ እንደገና ሐዙ ግን ይቅፅል ልሓጥያት እኹል የኾነን ሰባት ሓጥያትኩም ገዲፍኩም ናእግዚኣብሔር ምፁ ክበሃል ተሎስ ሓጥያት ከቢድዎም እግዚኣብሔር ግን ሞት ይልኣክል እዩ ተሸኪሙ ተቀቢልልና ንታ ሰበይቲ ክውደልኹም ታሪክ ክፈትኒ ኢልዋ ክኸፍተካ ነይረ ግን ቆረኒ እዩ ሸበጠይ ገለገለ ክትብል ምስ ኣበለ ልገርመኩም እቲ ብደገ ኮይኑ ልልምና ነበረ ሰብ ተራ ሰብ ለካ ኣይኮነን ለካ ጎይታ እዩ እና ብክብረት ልልምና ነበረ ብደገ መቸም በሪ ተተዓጽዩስ ብደገ ኢካ ትኩሓኩሕ እሱ ግን ተራ ሰብ ስለሌኮነ ኢዱ እቲ ለንኳሕኩሖ ነበረ ኢዱ ናብ ውሽጢ ኣእትይዎ ካብቲ ደገ በሪ ናብ ውሽጢ ምስ ኣእተዮ ደንጊጻ ምክንያቱ ምክፋት ኣብይዎ ኮነ እቲ በሪ ብሓይልስ ክኸፍቶ ይኽእል እዩ ግን ፈቓዳ እዩ ልጥይቅ ኣሎ እሳ ከይኸፈተትሉ ክኣቲ ይኽእል እዩ ስለለይኸፈተትሉ ግን ኢዱስ ንውሽጢ እእትዩ በሊ ሰላም ኹኒ ብዘይካብኣ እየ ሰላም ትረኽብቲ ኮይንኺ ሰላም ኹን ኢሉ ቻው ኢልዋ ከይዱ ብድሕሪኡ ሰላም ክብላ ተሎ ኣብ ኢዱ ኸም ናተይ ፅሩይ ኢድ ኣይነበረን ኣብ ኢዱ ኖዃል ልሎ ችንካር ልተቸንከረ ደም ልፈስስ ኢድ ያርያ ሐዚ ክትድቅስ ተበለታ ነብሲ ምድቃስ ኣብይዋ ንምንታይ ምድቃስ ኣብይዋ ኣብ ገዝኣ ልለመና ንኣይል ዋጋ ልኸፈለላ ኣካል በይዛ ክፈትኒ ካብ ናይ ሓጥያትና ካብ ህይወት ክብኻን ከድሕነኪ ኢልዋስ እሳ ግን እንታይ ጨኒቕዋ ስለ ቁሪ ስለ ሸበጥኻ ድጋሜ ምግባር ለይምግባር እግርኻ ምሕጻብ ዘይምሕጻብ ጉዳይ መብዛሕቲኡ ሰብ ትፈልጡ ዲኹም ናብ እግዚኣብሔር ከይመጽእ ምኽንያት ገይሩ ልቕርቦ ኣሎ ለይረብሕ ኢኹም ናባየ ተቕርብዎ ኣለኹም ናብ እግዚኣብሔር ኣነ በሪ ልብኹም ከኳሕኳሕ ተለኹሲ ንዑ ተመለሱ ክብለኩም ተለኹስ ተቕርብለይ ምኽንያት ልክዕ ከምዛ ጓል እዩ እግረይስ ድጋሜ ከይረስሕ እንደገና ቆረንሎ እዩ ኢኹም ተቕርብለይ ኣለኹም ምኽንያት ኣነ ልኸፍሎ ኣለኹ ዋጋ ካሊእ ንስኻትኹም ደገና ናባየ ከይትመጹ ተቕርብዎ ኣለኹም ምኽንያት ከምዛ ጓል እዚኣ እዩ ስለዚ ድሕነት የውልኹምን ምኽንያት የውሉን ማንም ሰብ ኣብ ቅድሚ ኣምላኽስ እግዚኣብሔር ንኣየ ክትከሰኒ ዕድል የብልኻን ክብል ኣይኽእልን ምኽንያቱ እግዚኣብሔር ዋጋ ከፊልሉ እሱ ለቕረበሎ ምኽንያት ግን እግረይ ድጋሜ ከይሕጸብ ከምታ ጓል ንስተይቲ ማለት እዩ መወዳእታ ግን እንታይ ይጋጢሙ ቻው ኢልዋ ምስ ኸደ ሓደ ታሪክ ኣጋጢሙ እቲ ታሪክ እንታይ እዩ እሱ ቻው ኢልዋ ምስ ኸደ እሳ ወፅያ ትበሪ እንታይ ኮይነ ኢለ ከፈትኩሉ ኢላ ግዜ ምስ ሓለፈ እሱ ካብቲ ገዝኣ ምስ ኸደስ ክትእልሾ ወጺኣ እዩ። ሐዚ ግዜ ምብኻን ሓደገኛ ምዃኑ ከረድኣኩም ኢለ እየ። እታ ጓል ኣንስተይቲ ክትእልሾ ምስ ወጸት ጸልማት እያ። ብዙሕ ሰዓት እዩ ለሚንዋ። እሱ ምስ ከደ ክትእልሾ ናብቲ ስፓልት ጸልማት ምስ ኸደት ጓል እያ በይና እያ። ኣብ ጸልማት ልማላለሱ ኣጓላት ተረኺቦም ልዕምጹ ሰብ ተረኺቦም ልሰርቁ ሰባት ክፉኣት ሰባት ገጢሞማ። ካብ ድሕሪኡ ክዳና ኣውጺኦም ዓሚጾም ማእኸል ስፓልት ደርብዮማ ከይዶም። እግዚኣብሔር ገዛኻ መፅዩ እንድሕር ለይተቐቢልኻዮ ዳሓረ ክትእልሾ ትሙክር ተለኻ ብዙሕ መከራ እዩ ልመፀካ እሳብ ገዝኣ መፅዩ ለመና ጎይታ ምስማዓ ምስ ኣቤት ክትእልሾ ኣብ ለይኾን ሰዓት ክትወፅእ ተላ ኣብ መንገዲ ረኹ ናምሸት ሓይላት ልብሃሉ ምሸት ወፅዮም ምሸት ልኣቱ ረኺቦም ዓሚፆም ኣቢሎሞ ግን እግዚኣብሔር የዋህ እዩ ዝታሪክ እዚ ብዙይ ይውድእ ታይ ኢሉ ይውድእ መወዳእታ ጎይታ ዋላ ኣብ ሌኮን ሰዓት ተኣለሸቶ ዋላ ዓሰርተ ሓደ ሰዓት ናይ ኣጋ ምሸት ኣብ ዘይረብሕ ሰዓት መጽያ እኳ ተደለየቶ ጎይታ ግን ክትምለስ ትኾን እያ ኢሉ እታ ነብሲ እግዚኣብሔር ተመሊሱ ናብታ ነብሲ ከይዱ ሕይወታ ቀይርላ ይብል እዚ ኣብ መኃልየ መኃልይ ዘሰሎሙ ምዕራፍ ሓሙሽተ ለሎ እዩ እዚ ታሪክ እዚ ስለ ሓንቲ ጓል ኣንስተይቲ ዝጠቅስ ለይኮነስ ስለ ኣብዚ ለለና ብሙሉእና ሕይወትና ዓመት መንፈሳዊ በዓል ከኸብር መጽዩ እዚ ኣብ ዳመስተ ሐዚ ኣብኣ ተሎ ሰኺሩ ልሓድር ሰብ ክህሉ እዩ ገሊኡ ሕማቅ ፊልምታት ናረኣየ ቪድዮታት ናረኣየ ክሓድር እዩ ገሊኡ ናተሓማመ ክሓድር እዩ ነብሱ ከድሕን ኢሉ መጽዩስ እግዚኣብሔር በሩ ክከፍተሉ ናበለስ ናብ ሓጥያት ልከድ ክህሉ እዩ እና ብተካእለ መጠን ብእውነቱ ንሕና ኣብዚ ለለና እግዚኣብሔር በሪ ለንኳሕኩሖ በሪ ማዕጾ ከይመስለኩም ናይ ልብና በሪ እዩ ስለዚ እግዚኣብሔር ክሳብ እታ ናይ ናይ ህይወትና ዘመን መወዳእታ እግዚኣብሔር ዕድመ ንንስሃ ዘመን ንፍስሃ ክበና ይጽውዐና ኣሎ እሞ እግዚኣብሔር መንገዱና መጸዋዕቱ ወኺርና ብመንገዱ ክንመላለስ ቅዱስ ፍቃድ ይኹነልና ወስብሃት ለእግዚኣብሔር።